ሰላም ከመይ ትውዕሉ ናይዚ ቻነል ቤተሰብ ለመዓልቲ ከዓ ኣብዚ ስደት ተሰዲድና ክሳብ ሕጂ ዕስራ ዓመት ተሰዲድና እሞ ከዓ ክሳብ ሕጂ ጎጉል ትራንስሌት ቤት ፅሕፈት ትኸይድ ትርጁማን ኩሉስ እቲ ምስጢርካ ወይላ እቲ ፕራይቨት ሂወትካስ ብትርጁማን እሞ ከዓ ንዓሰርተ ዕስራ ዓመት ሓደሽቲ ናይ ኢሚግሬሽን ሓደሽቲ ዝመፁ ቆልዑ እንተዝኾኑስ ወይ ድማ ብዶብ ሰጊሮም ዝመፁ እዚ ትፅበዮ ኢኻ እዚ ቅቡል እዩ ንትርጁማን ክገብሩ ኣብዚ ተቐሚጥና ሲ ኣንብበለይ እንዳበልና ክንከይድ ወይ ድማ ጉግል ትራንስሌተር እናገበርና ክነብስ ተቐሚጥካ ዕስራ ዓመት ዳሞ ኢንተርፕሬተር ግበሩለይ ኣነ እንግሊሽ ኣይዛረብን እየ ክንብል ነቲ ቋንቋ ንክንዛረቦ ንምንታይ ኢና ንፈርሖ ምስኦም ንክንዛረብ ምስ ሓደ ንክንዛረብ ቋንቋ ንምንታይ ንፈርሖ ንሕና እኮ ቋንቋኦም ኢና ንዛረብ ዘለና እምበር ንሶም ኣይኮኑ ቋንቋና ንዛረብ ክትጋግ ምግጋይካ ንምንታይ የብርሓካ እቲ ስብዓት ናይ ትማሊ ሊብያን ገለን ባሕርን ሰጊርካ ናይ ሞትን ሕየትን ሰጊርካ ዝመፃኻዮ ትብዓትሲ ኣብዚ መፅዮ ኣብ ቋንቋ ናብ ገለን ሲ ኣፍና ዝለጉመና ዘሎ ንስይቲ ምክንያታት እንታይ ግዜና ይቅየር ኣሎ ንሕና ነዚ ስለ ዝፈልጡና እዞም ዓዲ ንትርጁማን ንዓመት ሚልዮናት ገንዘብ ነጥፍ ኣለና እሞ እዚ ክሳራ ንሃገር ስለ ዝኾነ እዞም ቋንቋ ዘይክእሉ ኣየድልዩናን እዮም ይብሉና ኣለዉ ሃገር ፖለቲካ 24 ሰዓት ወይ ድማ ፖለቲካ ከም ዝሰማዕኻ እቲ ሓደ ሰሚዕኻ እዚ ኢሎሞ ከምዚ ተባሂሉ ሰሚዕኻ ተዛሪብካ ብፖለቲካ ተኻቲዕኻ ሃገር ትቕየር ኣነ ንስኽን ምስ ትቕየር ኣነ ንስኻን ምስ ንቕየር ኢና ክትቅየር ትኽእል እዛ ዓዲ እሞ ኣብዚ እንግሊሽ ዝዛረቡ ዓዲ ዕስራ ዓመት ተቐሚጥካ ስቲል ብትርጁማን እንድሕር ንኸይድ እንድሕር ተሊና ናበይ ገፅና ኢና ከም ሕብረተሰብ ከ እንታይ ኢና ንምዕባለታትን ንወስድ ዘለና እዚ ብጣዕሚ ኣስጋይ ኣብዚ ኣነ ክርኢ ከለኹ እቲኦም ዕስራ ዓመት ተቐሚጦምስ ሚልካ ሚን ሚ ጎይን ይብሉኻ እቲኦም ንኣሽቱ ከዓ ያማን ያማን ክብሉካ ይፀንሑ ኣብ ሓደ ቤት ፅሕፈት ትኸይድ እሞ ትርጅማን ፀዊዖም ብኢንተርፕሬተር ገይሮም ዝኾነ ናቶም ድሌታት ክገልፁ ይፀንሑ ኢኻ ምክንያቱ ከም ሕብረተሰብ ሲ ንሕና እዚ ሓበሻስ ኣብዚ ስደት ኣብዚ ዓዲ እንግሊዝ ቀረባ ስለ ዝሪኦ ዘለኹ ናይ ዓዲ እንግሊዝ ዛረብ ዘለኹ እንታይ ኢና ንኸውን ዘለና ነቲ ቋንቋ ኣብዚ ሲ ዕስራ ዓመት ተብልካ እንተገደደ ሓንቲ ቋንቋ ንመዓልቲ ሓንቲ ሓንቲ ወርድ ንመዓልቲ እንዳፈለጥና ክንከይድ ከነፅንዕ ዘይንኽእል ወይ ድማ ክንፈልጥ ዘይንኽእል ሲ ከም ሕብረተሰብና በቃ ዳርጋ እንዳጠፋእና ንኸይድ ኣለና እዚ እቲ ብጣዕሚ ደምር ከባቢና ንተዓዘቦ ኣብ ሓንቲ ከተማ 200 300 ገለለነ ሰብ ኣሎ እሞ ኣብኣ ሓደ ምሁር ወይ ድማ ሓደ ነብሱ ዝቀየረ ኤርትራዊት ርክብ እንታይ ዳ ኩላና ኣብ ደሊቨሪ ኣብኡ ተሰሪዕና ንውዕል እታ ደሊቨሪ መጀመርያ ስርሕ ስርሕ ነብለላ ብድሕሪኡ ካ እንታይ ገብርዋ ብክልተ ቅርሺ ክልተ ሰለስተ ኣርባዕተ ማየ ከም ተምሰብ ዝገብር ትሕብር ንሕና ቴክኖሎጂ ይቅየር እዩ ዘሎ ህይወትና ክንቅይር ምስ ቴክኖሎጂ ክንጎይ ዳኣ እምበር ንሕና እቲ በቃ ትሳሓተዮም ንዓና ድዩ ተግምር ተወዚዑ ድዩ ዋላ እንታይ ሕጂ ኣብ ደሊቨሪ ኣብ ታክሲ ሕጂ እቲ ታክሲ ዋላ እውን እኮ ሕጂ እንታይ ከውን ኣሎ እቲ ዝበዝሕ ሓበሻ ኣብ ታክሲ ይሰርሕ ኣሎ ሕጂ እንታይ ነቲ ታክስኻ እንታይ ምሰ ክልተ ሰለስተ ኣርባዕተ ሓሙሽተ ዓመት ፅናሕ ባዕለን ጀሚረን ኣለዋ ገለገለ ቦታታት ባዕለን ዝዝውራ ኣለዋ ሰብ ደየድልየን ሰብ ኣልቦ እወ ክጅብሉ እዩ ንዓና ጉዕፉና ይጅምሩ ኣሎ ከም ሕብረተሰብና ኣብዚ ከዓ ነዚ ንሕና ነዚ ቴክኖሎጂ ዝጎይ ዘሎ ንሕና ከዓ ምስኡ ክንጎይ ዳ ኣለና እምበር ዕስራ ዓመት ተቐሚጥካ ዕስራ ዓመት ተቐሚጥኪ ኣብ ሕክምና ትኸዲ ትርጉማ ኣብ ሓደ ገለ ቤት ጽሕፈት ትኸይድ ትርጁማን ኩሉስ እቲ ምስጢርካ ወይ ላበት ፕራይቨት ህይወትካስ ብትርጁማን እሞ ከዓ ንዓሰርተ ዕስራ ዓመት ሓደሽቲ ናይ ኢሚግሬሽን ሓደሽቲ ዝመፁ ቆልዑ እንተዝኾኑስ ወይ ድማ ብዶብ ሰጊሮም ድመፁ እዚ ትፅበዮ ኢኻ እዚ ቅቡል እዩ ንትርጁማን ክገብሩ ኣብዚ ተቐሚጥና ሲ ኣንብበለይ እንዳበልና ክንከይድ ወይ ድማ ጉግል ትራንስሌተር እናገበርና ክንነብር ሲ እቲ ኣብዚ ሕብረተሰብ ኣብ እንታይ ንኸይድ ኣለና ከም ሕብረተሰብ ሲ በቃ ንወድቕ ኢና ከለና ንወድቕ ዓዲ እንግሊዝ ተቐሚጥካ ዕስራ ዓመት ዳሞ ኢንተርፕሬተር ግበሩለይ ኣነ እንግሊሽ ኣይዛረብን እየ ክንብል ነዚ ቋንቋ ንክንዛረቦ ንምንታይ ኢና ንፈርሖ ምስኦም ንክንዛረብ ምስ ሓደ ንክንዛረብ ቋንቋ ንምንታይ ንፈርሖ ንሕና እኮ ቋንቋኦም ኢና ንዛረብ ዘለና እምበር ንሶም ኣይኮኑ ቋንቋና ንዛረብ ክትጋገ ምግጋይካ ንምንታይ የፍርሓካ እቲ ስርዓት ናይ ትማሊ ሊብያን ገለን ባሕርን ሰጊርካ ናይ ሞትን ሕየትን ሰጊርካ ዝመጻኻዮ ትብዓትሲ ኣብዚ መጽዩ ኣብ ቋንቋን ኣብ ገለንሲ ኣፍና ዝለጉመና ዘሎ ንሲ እቲ ምክንያታት እንታይ ኮንፊደንስና ዘውድቕና ዘሎ ወይ ድማ እንድሕር ተሪኢኻ ሓበሻ ኢትዮጵያዊ ይኹን ኤርትራዊ በቃ ኩሉ ግዜ ድንን ምስ በል ሕጂ ከም ሕብረተሰብ ክንትስእድ ኣለና ክንበራበር ኣለና እምበር በዚ መንገዲ ንኸዶ ዘለና ሲ ነቲ ሃገር ሲ ሓንሳ በዲልናያ ሕጂ ከዓ ናይ ዘለኣለም ከዓ ካልኣይ ክንብድላ ኢና ምዃኑ ክንርዳእን ዘሎ ሃገር ፖለቲካ 24 ሰዓት ወይ ድማ ፖለቲካ ከም ዝሰማዕኻ እቲ ሓደ ሰሚዕኻ እዚ ኢሎሞ ከምዚ ተባሂሉ ሰሚዕኻ ተዛሪብካ ብፖለቲካ ተካቲዕኻ ሃገር ትቅየር የለን ኣነ ንስኽን ምስ ትቅየር ኣነ ንስኻን ምስ ንቅየር ኢና ክትቅየር ትኽእል እሞ ኸዓ ዕስራ ዓመት ብጣዕሚ እኮ እዩ ድሕብር ዕስራ ዓመት ተቐሚጠ ክንደይ ኢኻ ጌርካ ኣብዚ ዓዲ ኢሎም ኣብ ሓደ ቤት ፍርዲ ክሓትዎ ከለውስ ዕስራ ዓመት ክብሎም እሞ ከዓ ብኢንተርፕሬተር ነታ ቋንቋ ከዓ ብኢንተርፕሬተር ክንከይድ ከለና ብጣዕሚ ከም ሕብረተሰብ እዚ ብጣዕሚ እዩ ዘሕፍር ግዜና ይቕየር ኣሎ። ንሕና ነዚ ስለ ዝፈልጡና እዞም ዓዲ ንትርጁማን ንዓመት ሚልዮናት ገንዘብ ነጥፍእ ኣለና እሞ እዚ ክሳራ ንሃገር ስለ ዝኾነ እዞም ቋንቋ ደይክእሉ ኣየድልዩናን እዮም ይብሉና ኣለዉ። ዳስዋ እዮም ነዚ ድሪኾም ሃየር ኢዲኬሽን ዘለዎ ናብዚ ዓድና ደኣ ክመፅእ ኣለዎ እምበር ደይተምሃረ ወይ ድማ ቋንቋ ደይፈልጥ ናብ ዓድና ክመጽእ የብሉን ኢሎም ዝኽልክልዎ ዘለዉ እዚን እዚን ወፃእታት እዚ ከምዚ ዓይነት ውፃእታት እዮም ዘለዉ እዚ ከዓ እቲ ቀንዲ ኣብቲኦም ኣብ ናትና ሓበሻ እዩ ዝበዝሐ ዝበዝሐ ዘሎ ሲ ኣብ ሓበሻ ሶማል ሶም ከማን ሕሹ ካባና ኣብ ሱዳን ኣሎ ሓደ ሓደ ኣባና እዩ ዘሎ እቲ ፐርሰንተጅ እንድሕር መፅእ ካቶም ኤርትራውን ኢትዮጵያውያንን ኣብዚ ኤርትራውያን ኢድና ስለ ንህብ ብምሉእ እና ዘለና ኣብዚ ብኢንተርፕሬተር ንጓዓዝ ሕክምና ብኢንተርፕሬተር ዝኾነ ቆፀራ ብኢንተርፕሬተር ኣብ ዝኾነ ከይድና ብኢንተርፕሬተር ርኢና ንነብር ዘለና ብጣዕሚ ከም ሕብረተሰብ ሲ እቲኣ እታ ዓድና እቲ ሃገርና ሲ ንዓና ድያ ትፅበ ዘላ ኢልካ ክተብል ከለካ ብጣዕሚ ኢካ ትሓዝን ክንበራበር ክንክእል ኣለና ኣብ ሓንቲ ኣብ ሓንቲ ከተማ ትሽዓተ መንእሰያት ኣብ ሓንቲ ፋብሪካ ኣብ ፋብሪካ ትሰርሕ ተለካ ብምንታይ ቋንቋ ክንመሃር ደሊቨሪ ትሰርሕ ተለካ ማዕፆ ንክሕኩሕ ማዕፆ ክንክሕኩሕ ምግቢ ክነብፅሕ ወይተር ደገ ምፅናሲ ወይተር ዘላኣለምና እንዳሰራሕናሲ ብምንታይ ኢና ብቁጡ ቋንቋ ከነማዕብሎ? ሕብረተሰብና ኣብ ዓዲ ኣብዚ ስደት ተሰዲድና ናይ ዓዲ እንግሊዝ ስለ ዘለኹ እምበር ኣብ ኩሉ ዓለማት ከምኡ ኣሎ ማለት እዩ ድሕር ክትርኢ ፐርሰንተጅ ክትርኢ ተኾንካ ኣብ ሙሉእ ዓለም ከምኡ ኣሎ ማለት እዩ እዚ ቴክኖሎጂ ይቅየር እዩ ዘሎ ሎሚ ትግርኛ ኤኣይ ናይ ትግርኛ እንድሕር ገለ ዝኾነ ነገር ተደሊኻ ምክንያቱ ንዓና ክረኽበና ዘይክእል ዘሎ ምክንያቱ ኣይንጥቀመሉን ስለ ዘለና ኣይንምግቦን ስለ ዘለና እቲ ኤኣይ እቲ ኣርቲፊሻል ኢንቴሊጀንት ንዓና ክረኽበና ዘይክእል ዘሎ ምክንያቱ ኣብኡ ሰብ ኣክቲቭ ስለ ዘይከውን ዘሎ እዩ ሕብረተሰብና ሂወትና ክንቅይርሲ ሓንቲ ወርድ እንድሕር ትከብደና እንድሕር ኮይና ኣብ ዕቤትና እንድሕር ተመፂና ዋላ ናይቶም ዕብ ዝብሉና ሰብኮ ናይቶም ዕብ ዝበሉ ናይዚ መንእሰይ ሓድሽ መፅኡ ዘሎ ያማን ያማን ይብለካ ይፀንሕ ጠጠው በዚ መንገዲ እዚ እንድሕር ንኸይድ እንተሊና ከም ሕብረተሰብ ንጠፍእ ኣለና ንጠፍእ ጠቕሊልና በቃ ንጠፍእ እንድሕር ዘሸግረካ እንድሕር ተልዩ ናብ ጆብ ሰንተር ተመሊስካ ትምህርትኻ ተትገብር ወይ ድማ እቲ በይዝ እንግሊሽ ነንሕዝ ትምህርትና ገዲፍና ደሊቨሪ ገዲፍና ናይ ጆብ ሰንተር እናበላዕና ዩኒቨርሳል እናበላዕና ትምህርትና ንገብር ከማ ንበልፅ እቲ ደሊቨሪ ግዚኡ ተወዲኡ እዩ። እቲ ታክሲ ግዚኡ ከይዱ እዩ። እዚ ዓለም ናይ ተማናጠል እያ ዘላ ዓለምና ትማሊ ዘርጊሓቶ ዘላ ጎጉል እንታይ እዩ ሓደ ፊልም ሙሉእ ፅሒፍካ ምስ ትህቦ ኣብ ደቃይቕ ሓደ ናይ ሰዓት ፊልሚ ፕሮዲስ ገይሩ ዝህበካ ቴክኖሎጂ እዩ ትብሉ ነዚ ኣቲ ክንጥቀመሉ ከዓ ቁሩብ እቲ በይዝ ኣትሊስት እቲ በይዝ ናይ እንግሊሽ ወይ ድማ እቲ በይዝ ናይ ኮምፒውተር ኣጠቃቅማ ንእሽተይ ክህልወና ኣለዎ ነዚ ኣድቫንተጅ ክንስሎ ዓለም ንህንዳውያንን ንናይጀርያውያን ክትከውን እያ ንሶም ዓለም ክቆፃፀርዋ እዮም ኢሎም ኣብ ዝፈርሕሉ ኣሜሪካውያን ዋላ እዞም ዓዲ ኣብ ዝፈርሕሉ ዘለዉ ግዜ ንዓና ግን ጥቕላላ ስጋእቲ ክንከውን ኣይክእል እንታይ ዳ ንሕና ኣብዚ ኮፍ ኢልና ከለና እዞም ቋንቋ ዘይክእሉ ትርጅማን እዚኦም ዋላ ሓንቲ ሰከም ስለ ዝኾኑ ኢሎም ካብ ኬንያ ቋንቋ ዝኽእሉ ወይ ድማ ትምህርቲ ዝተምሃሩ ካብ ኬንያ ንዓመት ንወርሒ ክንደይ የእትዉ ኣለዉ ብኩንትራት ናብዚ ዓዲ ዝሰርሕሎም ብኩንትራት የእትዉ ኣለዉ ንሕና ከዓ እቲ ዕድል ረኺብና እቲ ኩሉ ዕድል እሞ ከዓ ብኦም ሳፐርት እናተገበርና እዚ ዕድል ረኺብናዮ ግን ኣብ ዘይጠቀም ስራሕ ሊሚትድ ንነብስና ሲ ነብስኻ ትሸጣ ኢኻ ንነብስና ሲ ብዝተሓተ ደረጃ ንሸጣ ኣለና ክልተ ማይን ሰለስተ ማይን ብሰለስተ ቅርሺ ደሊቨሪ ማዕፆ ንክሕቑሕ እንድሕር ተሊና ከም ሕብረተሰብ ፅባሕ ንግሆ ከይድና ደወል ናይ ሃገር ኣብ ዝመፀሉ ይመፅእ ኢኻ ዘሎ ዝሰምዕዎ ኢኹም ዘለኹም ፖለቲካ ተቐያያራ እዩ ኣብ ድመፀሉ መፅእ ኣሎ ፅባሕ ንግሆ እንታይ ገይረ እየ ከይደ ኣብቲ ዓድና ኮይና እንታይ ኢና ደሊቨሪ ድና ክንሰርሕ ወይስ ናብቲ ማሕረስና ኢና ናብኡ ኢና ክንምለስ ሃገር ሃገር ብከምዚ ንኸዶ ዘለና መንገዲ ስለ ዘይትቕየር እዚ ሓቅን መሪ ሓቅን መሪርን ምክንያቱ ገለ ኢልኩም ክፅሑ ዘለኹም ሕጂ ኣነ ርግፀኛ እየ ግን እቲ ሓቂ ዘለናዮ ኩነታት ክንዛረበሉ ክንክል ክንበራበር ክንክል ኣለና ከም ሕብረተሰብ ኣብ ካልእ ክትዕን ኣብ ገለን ገለን ገለን ግዜና ነጥፋእ ኣብ ኢንፎርሜሽናት ንእረይ ዕድላት ገለመለታት ንስርኢ ስልኽልኽ ስልኽልኽ ንበል እቲ ትብዓትና ሲ ንሞት ዘይንፈርሕ ትብዓት ዘለናስ ንቋንቋን ንገለን ክንፈርሕ ብጣዕሚ ምስክኸካ እዚ ንስምዒት ኮይኑ ስለ ዝተዛረብኩ ኣይትሓዙለይ ምክንያቱ ክንበራበር ስለ ዘለና እዩ ምክንያቱ ባዕልና እንድሕር ተዘይተዛሪብናሉ እንድሕር ከምዚ ኢልና ወፂና እንድሕር ተዘይተዛሪብናሉ ኣብ ምንታይ ኩነታት ዘለና እውን ነብስና ክንግምግም ኣይክእልና እንታይ ደኣ ክዳንና ቀይርና ፈቐዶ ጓይላታት ፈቐዶ ገለ ናይ ዝኸድና ሃገር ከምኡ ኮነ ክንቅየር ንሕና ክንቅየር ክንክእል ኣለና ክንጥቀመሉ ክንክልክል ኣለና ነዚ ስደት ኣብ ክንዲ ስደተኛ ኮይና ንነብር ነዚ ስደት ኣብ ጥቅምና ኣውዒልና ንዓድና ሒዝና ክንከይድ ክንክል ኣለና። እዚ ወድሓንኩም ፕሊስ ሓንቲ ወርድ ዋላ ከባድ ኣይኮነትን ኣነ ፐርፌክት ስለዝኾንኩ ወይ ድማ ኣነ ፅቡቅ እንግሊዝ ስለዝኽእል ወይ ድማ ካልእ ዝኾነ ኣይኮንኩን ዛረብ ዘለኹ ግን ብኢንተርፕሬተር ወይ ድማ ትራንስሌት እናገበርና ድሕሪ ዕስራ ዓመት ዓሰርተ ሓሙሽተ ዓመት ተቐሚጥና እንድሕር ከም ተሊናሲ ብጣዕሚ ከም ሕብረተሰብ ኣብ ሓደ ቤት ፅሕፈት ኣብ ሓደ ገለ ክብረወርቲ ድልማንዶ ኒዚኒክ ከምዚ ክብሉኻ ከለዉ ንዓና ይግ ብጣዕሚ ከም ሕብረተሰብ ደኺምና ስለ ዘለና ንክንበራበር እዩ ዝመደብ ዘድለሎ ንበራበር ከዓ ንተስእ ተታሒዝና ንኽድ ንቕድሚት ንድሕሪት ኣይንጎተት ነዚ ተክኖሎጂታት ዝመፅ ዘሎ ፀሊማ ይብለካ ስደተኛ ይብለካ ንስኻ ንድሕር እንታ ኤኣይ ንስኻ ብስነ ስርዓት ወይ ድማ ንስኺ እንድሕር ቁሩብ ኣንፈታት እንድሕር ተብዮ ባዕሉ ቴን ፐርሰንት እንድሕር ተሂብካዮ እቲ ቴስዓ ፐርሰንት ባዕሉ እዩ ዝሰርሐሎም ነዚ ንክንሰርሓሉ ማዕረ ህንዳውያን ማዕረ ናይጀርያውያን ንክንከውን ዓለም ዘጠራጥርዋ